ብሽም የሱስ ከነንብቦ ኢና። ኣምላኽ ይብል ነቲ ዘመን ድንቁርናን ኣሕሊፉ በቲ ካብ ምዉታት ዘተንስኦ እሞ ብእኡ ንዅሉ እምነት እናሃበ ዝመደቦ ሰብኣይ ንዓለም ብጽድቂ ዝፈርደላ መዓልቲ ወሲኑ ስለ ዘሎ ሕጂ ኣብ ኵሉ ቦታ ንብዘሎ ሰብ ክንስሑ ይነግር ኣሎ። ጐይታ ባርኩም። ክፈሉ እግዚኣብሔር ይመስገን ንመበገሲ ክኾነና በዚ ናይ ግብረ ሃዋርያት ምዕራፍ 17 ወይ ድማ ናብ ሰብ ተሰሎንቄ ዝተጻሕፈ መልእኽቲ ኢና ንጅምሮ ዘለና እግዚኣብሔር ዝተመስገነ ይኹን ከምቲ ትፈልጥዎ እቲ መልእኽቲ ንተሰሎንቄ ሰባት ስለ ዝተጻሕፈ ሕጂ ቀጥታ ኣብ ሓንጎልና ዝመጸና እዚ ቃል እዚ ንኣህዛብ ዝተሰብከ መልእኽቲ እዩ ክንብል ምንም ኣየጸግመናን እዩ ብርግጽ ድማ ነህዛብ ተጻሒፍሎም ኣሎ እግዚኣብሔር ዝተመስገነ ይኹን እቲ ቃል እንተ ደኣ ብዕምቆት ክንሪኦ ፈቲንና ግን ነህዛብ ጥራሕ ዘይኮነስ ኢንክሉድ ንኹሉ ኣማኒ ድማ ንፍጥረት ኩሉ ዝተዘርበ ቃል ምዃኑ ድማ ኣብ ውሽጡ ከነስተውዕል ንኽእል ኢና። እግዚኣብሔር ዝተመስገነ ይኹን። ንመረዳእታ ክኾነና ሕጂ ካበይ ከም ዝጅምሮ ካብ ላዕሊ ካብ ዕስራን ኣርባዕተን ጀሚረ ንገለ ሓሳብ እንዳሃብኩ ክመጽእ እየ። እግዚኣብሔር ዝተመስገነ ይኹን። ቁጽሪ ዕስራን ኣርባዕተን ክዛረብ ከሎ ከምዚ ይብለና እቲ ዓለምን ኣብኣ ዘሎ ዝገበረ ኣምላኽ ንሱ ጐይታ ሰማይን ምድርን እዩ እሞ፣ ብኢድ ኣብ እተሃንጸ መቓድስ ኣይሓድርን እዩ ይብሎም። ስለዚ ብዛዕባ ኣምላኽ የምጻሉ፣ ብዛዕባ ናይ መንበሪኡ ድማ ኣምጺኡ ይዛረበሉ። ስለዚ ብዛዕባ ኣምላኽ ክዛረብ ከሎ ኣጀማምርኡ ብዛዕባ ኣምላኽ እዩ ዝጅምሮ። እቲ ቀንዲ ነገር ከፋልጦም ዝደልዩ ዘሎ ምድሓን ብክርስቶስ ምዃኑ እዩ ክሰብከሎም ደልዩ ክነግሮም ደልዩ ዘሎ። ክንስሑ ክምለሱ እዩ ግን ከፋልጥ ከሎ ግን ጀነራል ዝኾነ ሓፈሻዊ ዝኾነ ሓሳብ እንዳምፀ እዩ ዝህቦም ኦኬ ኣምላኽ ንዓለም ፈጢርዋ እዩ ይብሎም ስለዚ ናይ ዓለም ፈጣሪ እግዚኣብሄር ኣምላኽ እዩ መበገሲ የምፃሎም ማለት እዩ ቁፅሪ 25 ወሲኹ ድማ ከምዚ ይብሎም እንታይ ይብሎም? ንሱ ህይወትን ትንፋስን ኩሉ ነገርን ንኹሉ ዝሃበ ዝህብ እዩ። ገለ ከም ዝጨንቆ ኢድ ሰብ ኣየገልግሎን እዩ ድማ ይብሎ። ስለዚ ብዛዕባ ኣምላኽ ሕጂ ዝዛረብ ዘሎ ንሱ ህይወት ዝህብ እዩ ይብሎ። ንኹሉስ እንታይ ዝህብ እዩ? ህይወትን ትንፋስን ዝህብ እዩ ኢሉ ክልቲኡ ይፈለሎም ማለት እዩ። ህይወት ኣሎ፣ ትንፋስ ኣሎ። ስለዚ ንኹሉ ዝገበሮ ዝህቦ ግን መን ይብሎ? እግዚኣብሄር ኣምላኽ እዩ ይብል። እግዚኣብሄር ዝተመስገነ ይኹን። ሕጂ ቁፅሪ ዕስራን ሽዱሽተን ክሳብ ዕስራን ሸሞንተን ብሓንሳብ ስለ ዘሎ እንዳፈላለና ወይ እቲ ሓሳብ ካብ ውሽጡ እንዳረኸብኩሞ ክትከዱ ኢኹም ኣነ ግን እቲ ሓሳብ ኣብኡ ዘሎ እንዳውፃእኹልኩም ጥራሕ ክኸይድ እየ እግዚኣብሔር ይመስገን ኣብ ቁፅሪ ዕስራን ሽዱሽተን ኣምላኽ ንኹሉ ህይወት ከም ዝገዝኦ እዩ ዝነግረና ንህይወት ዘበለ ኩሉ ዝገዝእ ሲ ገዛኢ ናይ ኩሉስ ኣምላኽ ምዃኑ እሺ ቁፅሪ ዕስራን ሸውዓተን ድማ ኣምላኽ ንኣምላኽ እንድሕር ድኣ ብፍቓደኛ ልቢ እንተድኣ ደሊኻዮሲ ርሑቕ ኣይኮነን ቀረባ እዩ እዩ ዝብሎም። ስለዚ ከምዚ ዝዘመርናዮ ንሱ እንታይ ማለት እዩ ቀረባ እዩ። እግዚኣብሔር ዝተመስገነ ይኹን። ሽዑ ቁጽሪ ዕስራን ሸሞንተን ዕስራን ትሽዓተን ፈላሊኹም እንተርኢኹምን ኣብዚ ብዛዕባና እዩ ዝዛረብ ብዛዕባና ማለት ብዛዕባ እቶም ዝደሓኑ ሰባት ክዛረብ ከሎ ድማ ንሕና ኢሉ ድማ ንገዛእ ርእሱ ከእቱ ክጅምር ከሎ ኣብ ቁፅሪ 28 ከምኡ ድማ 29 ማለት እዩ ዘርኢ ኣምላኽ ኢና ወይ ድማ ብመልክዕ ኣምላኽ እተፈጠርና ኢና እዩ እቲ ሓሳብ ብዛዕባና ማለት እዩ። እግዚኣብሔር ዝተመስገነ ይኹን። እምበኣር እስከ ይብል ቁጽሪ ዓስራን ትሽዓተን ዓሌት ኣምላኽ ካብ ኮናስ ኣምላኽ ነቲ ብናይ ሰብ ብልሓትን ብሓሳብ እተገብረ ቅርጺ ወርቂ ወይ ብሩር ወይ እምኒ ከም ዝመስል ክንሓስቦ ኣይግብኣናን እዩ። ኢሉ ንገዛእ ርእሱ ኣእትዩ ንዓኣቶም ድማ እቲ ቅኑዕ ዝኾነ ናቱ ሓሳብ የሕልፈሎም ማለት እዩ። ንሕና ዓሌት ኣምላኽ ኢና ኢሉ ንገዛእ ርእሱ የእትዋ እሞ ሽዑ ድማ ንዓኣቶም ሕውስ ኣቢሉ ድማ ንኣምላኽሲ ከምዚ ክንሓስቦ የብልናን ኢሉ ድማ ንኹላቶም ንዓኣቶምን ንሕናን ክንሓስቦ ዘይግብኣና ነገር ድማ ይነግሮም ካብቲ ዘለዎ ዘውጽእ ነገር ይህቦም ማለት እዩ ንሶም ብወርቂ እተለበጠ ምስልታት ስለ ዘምልኹ ካብኡ ዝወጽሉ መንገዲ ይህቦም ስለዚ ንሕናን ንስኻትኩምንሲ ከምኡ ክንሓስቦ የብልናን ይብሎም እግዚኣብሔር ይመስገን ኣዝዩ ጥበብ ዝተመልኦ ኣዝዩ ድማ ረቂቅ ዝኮነ ሓሳብ እዩ ዝዛረቦ እግዚኣብሔር ዝተመስገነ ይኩን ሽዑ ቀጺሉ ብዛዕባ ኩሉ ሰብ ድማ መግለጺ ይህብ ኣብ ቁጽሪ ሰላሳ ብሓንሳብ ስለ ዘለዋ ንክትርድኣ ቁሩብ ስታይ ተብለካ እያ ግን ኣምላኽ ንኩሉ ሰብሲ እንታይ ከም ዝወሰነ ነግረና ንኩሉ ሰብ ክንሳሕ ከም ዝእዝዝ ከም ዝነግር ይዛረበና ብዛዕባ ኩሉ ሰብ ክዛረብ ከሎ ሲ ንኩሉ ሰብ ዘድልስ ንስሓ ምዃኑ ይነግር ምስኣ ወሲኹ ድማ ካብዚ ኩሉ ንኩሉ ሰብ ዝኾኑ ምስ ነገረ ድማ ምስኣ ቁፅር 31 ለጊባ ዘላ ከዓ እንታይ የምፃልና ንምንታይ ሰብ ክንሳሕ የድልዮ ወዲ ሰብሲ ንምንታይ ንሳሕ የድልዮ ድማ ኣምላኽ ንዅሎም ሰባት ካብ ሞት ከተንስኦምን ክፈርዶምንሲ መዓልቲ ወሲኑ ስለ ዘሎ እዩ ምኽንያት ይበና እግዚኣብሔር ዝተመስገነ ይኹን ስለዚ ንስሓ ንወዲ ሰብ የድልዮ እዩ ንስሓ ንዓይን ንዓኻትኩምን የድልየና እዩ ቀዳማይ መልእኽቲ ዮሃንስ ከምዚ ዝብል ቃል ኣለና ምዕራፍ ሓደ ኬድኩም እንተ ደኣ ርኢኹም ኣብ ቀዳማይ መልእኽቲ ዮሃንስ ከምዚ ይብል ካብ ቁጽሪ ሸውዓተ ወላ ከነንብቦ ኢና እቲ ሓሳብ ግን ተመሳሳሊ ሓሳብ እዩ ዘለዎ ከምቲ ንሱ ኣብ ብርሃን ዘሎ ቀዳማይ መልእኽቲ ዮሃንስ ምዕራፍ ሓደ ካብ ቁጽሪ ሸውዓተ እየ ዝኸይ ዘለኹ ከምቲ ንሱ ኣብ ብርሃን ዘሎ ኣብ ብርሃን እንተተመላለስና ግና ንሓድሕድና ሕብረት ኣሎና፣ ደም የሱስ ክርስቶስ ወዱውን ካብ ኩሉ ሓጢኣት የንጽሃና እዩ ይብል። ካብ ኩሉ ሓጢኣት ደም ዘየንጽሆ ከምዘየሎ ደም ወዱ ዘየንጽሆ ሓጢኣት የለን። ሎሚ ብዝተፈላለየ ትኽሰሱ ዘለኹም ናይ ክርስቶስ ደም ዘየንጽሆ ሓጢኣት የለን። እግዚኣብሔር ዝተመስገነ ይኹን ካብ ኩሉ ሓጢኣትና የንጽሃና ይብለና እግዚኣብሔር ዝተመስገነ ይኹን። ቀጺልኩም ቁጽሪ ሸሞንተ ሓጢኣት የብልናን እንተበልና ንርእስና ንጠብር ኣሎና እቲ ሓቂ እውን ኣባና የላን ይብል። ወሲኹ ቁጽሪ ትሽዓተ ሓጢኣትና እንተተናዘዝና ንሓጢኣትና ይቕረ ከብለልና ካብ ኩሉ ዓመፃ እውን ከንፅሃና እሙንን ፃድቕን ይብለና እዚ ምስ በልኩ ሕጂ ሓጢኣት ከ እንታይ ማለት እዩ እግዚኣብሔር ዝተመስገነ ይኹን ሓጢኣት እንታይ ማለት እዩ ስለዚ ደሙ የንፅህ እዩ ጎይታ እንድሕር ድኣ ተናዚዝና ሓጢኣትና ሲ የንፅሃና እዩ እዚ ብርግፅ ሕጂ ቃል እግዚኣብሔር ነጊሩና ኣሎ ሓቂ እዩ እቲ ቃል ቃልካ ሓቂ እዩ እስክበልዎ እሺ እዚ እንድሕር ደኣ ኢልና ሓጢኣት ከ እንታይ ማለት እዩ? እታ ቃል እተንቢብኩምላ ካብ ኩሉ ዓመጻ ከንጽሃና እሙንን ጻድቕን እዩ ኢልዎ ኣሎ። ሓጢኣት እንታይ ማለት እዩ? እንታይ ማለት እዩ ሓጢኣት? ሓጢኣትሲ እንታይ ማለት እዩ? መጽሓፍ ቅዱስ ክነግረና ከሎ እ፣ ሮሜ ምዕራፍ 14 ቁጽሪ 23 ኬድኩም እንተ ደኣ ርኢኹም እቲ ኩሉ ግዜ ንሕና ንፈልጦ እቲ ዘይኣምኑ ሓጢኣት ብሓጢኣትሲ ዘይኣምን ሓጢኣተኛ እዩ፣ ብኸምኡ እንዲና ንርዶ፣ ንዑ እወ ከምኡ እዩ፣ ግልጺ የምጽኦ። ካብ እምነት ዘይኮነ ዘበለ ኩሉስ ሓጢኣት እዩ ይብሎ። ብዛዕባ እታ ነገር እቲኣ ይዓጽዋ ማለት እዩ። እሺ ሮሜ ምዕራፍ 10 ተርባዕተ ዕስራን ሰለስተን ዘላ እያ እዚኣ። ናብዚ መልእኽቲ ዮሃንስ ምስ ተመለስና ከኣ ምዕራፍ ሰለስተ ቀዳማይ መልእኽቲ ዮሃንስ ቀዳማይ መልእኽቲ ዮሃንስ ምዕራፍ ሰለስተ ፍቕዲ ኣርባዕተ ነፍሲ ወከፍ ሓጢኣት ዝገብር ምፍራስ ሕጊ እዩ ዝገብር ሓጢኣት ምፍራስ ሕጊ እዩ ስለዚ ንሓጢኣት እንታይ ይብሎ ሕጊ ምፍራስ እዩ ቃል ከተፍርስ ከለኻ ቃል ኣምላኽ ክትሰብር ከለኻስ ሓጢኣት ይበሃል ግልፂ ድዩ እግዚኣብሔር ይመስገን ወሲኹ ቀዳማይ መልእኽቲ ዮሃንስ ሳብኡ እቲ መልእኽቲ ማለት እዩ ምዕራፍ ሓሙሽተ ከድና እንተርኢና ቁፅሪ ዓሰርተ ሸውዓተ ዘሎ ጥቕሲ ከምዚ ይብለና ሕጂ እዚኣ ምስታ ዘንበብናያ ቀዳማይ መልእኽቲ ምዕራፍ ሓደ ቁፅሪ ትሽዓተ ማች ትገብር ማለት እዩ ቁፅሪ ዓሰርተ ሸውዓተ ሓሙሻይ ምዕራፍ ዓመጻ ዘበለ ኹሉ ሓጢኣት እዩ ካብ ኩሉ ዓመጻና ከንጽሃና እሙንን ጻድቕን እዩ ተባሂሉ ምሽ ዓመጻ ዘበለ ኹሉ ሓጢኣት እዩ ናብ ሞት ዘየብፅሕ ሓጢኣት ኣሎ ይብል ሕጂ ብዛዕባ ሓጢኣት ኢና ንገልፅ ዘለና ዓመፅ እዩ ሓጢኣት ምፍራስ ሕጊ ምፍራስ ቃል እግዚኣብሄር እዩ ሓጢኣት ስለዚስ ሓጢኣት ዘበለ ከዓ እንታይ የድልዮ እየ ዝብለኩም ዘለኹ ንስሓ የድልዮ እዩ ስለዚ ኣብዚ ዘመን እዚ ሓጢኣት ንገብር ዶ ኣነ ንስኻትኩምን ተዳኢልኩም ብፍላጥ ክኸውን ይኽእል ከይተረዳእናም ክኸውን ይኽእል እወ ንገብር ስለዚ እንታይ የድልዮ ንስሓ የድልዮ በዚ እዩ መልእኽቲ ዮሃንስ ነተን ሸውዓተ ማሕበራት ክጽሕፈለን ከሎሲ እንታይ ይብለና? እዚኣ ጎዲላትካ፣ እታ ፍቕርኻ ጎዲላትካ፣ ተነሳሕ፣ እዚኣ ጎዲላ፣ ተነሳሕ እንዳበለሲ ንማሕበሩስ ኩሉ ግዜሲ ብንስሓ ተመሊሳስ ብቕድስና ብጽድቂ ናይ ምድሪ ጉዕዝኣ ክትውድኦ እዩ ጎይታ ዝደሊ። እግዚኣብሔር ዝተመስገነ ይኹን። ኣምላኽ ይደግፈና ዶ ኢየሱስ ክርስቶስ ጎይታ እዩ ስለዚ ነህዛብ ጥራሕ ዘይኮነ ዝምልከት ንስሓስ እንኮላይ ንዓይን ንዓኻትኩምን ነተን ማሕበራት እውን ነተን ሸውዓተ ማሕበራት እሰን እኮ ኣብ እስያ ዘለዋ ሸውዓተ ማሕበራት እንዳበልና ናብቲ ስለ ንሰደን እምበር ሕጂ ኣብ ካልጋር ዘላ ማሕበሩ ንስሓ የድልያ እዩ ሕጂ ኣብ ካናዳ ዘላ ማሕበር ንስሓ የድልያ እዩ ማለት እዩ እግዚኣብሔር ዝተመስገነ ይኹን ክብሪ ንኣምላኽና ይኹን ስለዚ ንስሓ የድልየና እዩ ኩሉ ግዜ ቤቱ እንዳጸረየት ክትከይድ ኣለዋ እየ ዝብል ዘለኹ ስለዚ ብዝተፈላለየ ተድኣ ሕጂ ኦፈንድ ገይረኩም እንዳገልገልኩ ከለኹ ክንስሓ ኣለኒ ክምለስ ኣለኒ ኦኬ ንስሓ ከ እንታይ ማለት እዩ ንስሓስ እንታይ ማለት እዩ በዚ ክንጅምር ነዚ መደገፋ ክኾነና ደሓን ሓደ ካብ ቃል እግዚኣብሄር ግብረ ሃዋርያት ምዕራፍ ሰለስተ ቁፅሪ ዓሰርተ ትሽዓተ ከንብበልኩም ኣቡ ጌርና እንዳቐፀልና ክንከይድ ኢና እግዚኣብሄር ዝተመስገነ ይኹን ምዕራፍ ሰለስተ ቁፅሪ ዓሰርተ ትሽዓተ ግብረ ሃዋርያት ጎይታ ባርካ ሃብቲ ነው ሳልሳይ ምዕራፍ ቁፅሪ ዓሰርተ ትሽዓተ ከምዚ ይብል እምበኣር እስከ ሓጢኣትኩም ምእንቲ ክድምሰሰልኩም ካብ ገጽ እግዚኣብሄር ከኣ ዘመን ዕረፍቲ ምእንቲ ክመጸልኩም ነቲ ቅድም ንኣኻትኩም እተሓርየ ክርስቶስ ከኣ ምእንቲ ክሰደልኩምሲ ተነስሑን ተመለሱን ነስሑ ድሓን እናተበልናዮ ንኸይድ ኣለና እግዚኣብሄር ይመስገን ግን ምምላስ ዝብል እዩ ንስሓ ማለት እንታይ ማለት እዩ ምምላስ እዩ ማለት ኣብቲ መበቆል ቃሉ ካብ ናይ ግሪኽ እንድሕሪ ድኣ ወሲድናዮሲ ሜታኖያ ዝብሃል ካብ ክልተ ቃላት ዝተሓዋወሰ ዝመጸ እዩ። ሜታ ኤንድ ኖያ ዝብሉ ማለት እዩ። ሜታ ማለት ኣፍተር ድሕሪ ወይ ቸንጅ ምግባር ክኸውን ከሎ እቲ ኖያ ዝብል ድማ ቱ ፐርሲቭ ቱ ሲ ማይንድ ሕጂ ልክዕ ንስሓ ክንብል ከለና ሲ ብኣእምሮኻ ክትምለስ ኣለካ ድማ ዝገርመኩም ከዓ ንስሓ ከዓ ኦፕሽናል እዩ ፈቲኻ መሪፅካ ኢኻ ትንሳሕ ማለት ከምዚ ኣውቶማቲካሊ እግዚኣብሄር ባዕሉስ ምልስ ኣየብለካን እዩ ፈቲኻ መሪጽካ ኢኻ ኣነ በዚ ይኸይድ ጸኒሐ ኣለኹ እዚ ግን ካብ ሕጂ ሓዲገዮ ናብዚ ክኸይድ እየ ክትብል ዘለካ ምምላስ እዩ ብምርጫኻ ኢኻ ትምለስ ብናትካ ውሳኔ ኢኻ ትምለስ ሎማዓንቲ እዚ ቃል እዚ እንዳሰማዕኩም ከለኹም ብውሽጥኹም ወስኑ ነጊረኩም ኣለኹ ንስጋኹም ወይ ንኢሞሽን ናትኩም ዘይክዛረበኩም ይኽእል እዩ ነቲ ናይ ውሽጢ ልብኹም ግን መንፈስ ቅዱስ ክረድኣኩም እዩ ክዛረበኩም እዩ እግዚኣብሔር ዝተመስገነ ይኹን ስለዚ ኣብ ውሽጥኹም እንታይ ክትገብሩ ኣለኩም ክትውስኑ ኣለኩም እወ ኣብዚ ነገር እዚ ጎዲለ ነይረ ይቕየም ነይረ ንሓወይ ኦፎን ድገብሮ ነይረ ንሓፍተይ ኦፎን ድገብራ ነይረ ይዕንቅፋ ነይረ ይሓሚ ነይረ ምስ ሓፍተይሲ ከምዚ ይኸውን ነይረ ምስ ሓወይ ከምዚ ይኸውን ነይረ ሕጂ ግን በቃ እዚ ቃል እዚ ካብ መፀ እግዚኣብሔር ካብ ተዛረብካ እውስን ኣለኹ ኢልኩም ክትውስኑ ኣለኩም። እግዚኣብሔር ዝተመስገነ ይኹን። ኣብ ህይወትኩም ድማ እግዚኣብሔር ዓብ ነገር ክሰርሕ እዩ። ኦኬ ሓደ ቃል ከንብበልኩም ኣብ ካልኣይ ዜና መዋዕል ምዕራፍ 30 ቁፅሪ ትሽዓተ ከነንብብ ካልኣይ ዜና መዋዕል ምዕራፍ ሰላሳ ቁጽሪ ትሽዓተ ዘላ ጥቕሲ እንዳንበብና ክንከይድ ኢና። ናብ እግዚኣብሔር እንተተመለስኩምሲ ናብ መን እንተተመለስኩም ናብ እግዚኣብሔር እንተተመለስኩምሲ እቶም ኣሕዋትኩምን ደቅኹምን ከኣ ኣብ ቅድሚ እቶም ማሪኾምዎም ዘለዉ ምሕረት ኪረኽቡ፣ ናብዛ ሃገር እዚኣውን ኪምለሱ እዮም። እግዚኣብሄር ኣምላኽኩም ርሕሩሕን መሓርን እዩ እሞ፣ ናብኡ እንተ ተመለስኩም፣ ንሱ ድማ ገጹ ኻባኻትኩም ኣይኪመልሶን እዩ። ስለዚ ክትምለስ ከለኻ ናብ እግዚኣብሄርሲ ንሱ ድማ ገጹ ናባኻ እዩ ዝመልስ። እግዚኣብሄር ይመስገን እዚ ቅንያት እዚ ሕጂ ንምለስ ኣለና ናብ ኣምላኽ ምሽ ብኹሉ ብጾምን ጸሎትን ጌርና ብጸሎት ጌርና ናብ እግዚኣብሄር ንቐርብ ኣለና። ሕጂ ገጽ እግዚኣብሄር ናበይ ይመስለኩም? ናባና እኳ እዩ ናብ ህዝቡ እኳ እዩ። ህዝቡ ክደልዮ ከሎ እግዚኣብሔር ድማ ናብኡ ገጹ እንታይ ይገብር ይመልስ ዘይርእየና ስለ ዝኾነ ድዩ ይርእየና እባ ግን ደቁ ከምዚ ኢሎም ክእከቡ ከለዉ ባህ ይብሎ ድለዩኒ ዝበለ ንሱ ስለ ዝኾነ ክርከበልኩም እየ ዝበለ ንሱ ስለ ዝኾነስ ክንምለስ ናብኡ ገፅና ክንገብር ከለናስ እግዚኣብሄር ድማ ናባና ይመልስ ስለዚ ንስሓ ናብ እግዚኣብሄር ምምላስ እዩ እየ ዝብል ዘለኹ እግዚኣብሔር ዝተመስገነ ይኹን ናብ መን ምምላስ ናብ ኣምላኽ ምምላስ እዩ ናብ እግዚኣብሔር ምምላስ እዩ እሞ ሕጂ ናይ ሓድሽ ኪዳን ንሕና ብክርስቶስ ዝደሓና ሰባት ሲ ንስሓ የድልየና ዲኻ ትብል ዘለኻ እወ የድልየና ይሕዋት ካብ ፍቕሪ እተጎዲልካ ንስሓ የድልየካ እዩ ተነሳሕ ኣብ ሕሜት እንተውዒልካ ንስሓ የድልየካ እዩ ብገለ ነገር እንድሕር ተቐይምካ ክትንሳሕ ኣለካ ምስ መገላገልትኻ ንገለ እንድሕር ዕንቂፍካ ተጎዲእካዮ ክንምለስ ኣለና እምበር ንስሓ የድሊ ኣምላኽ በዚ ንህዝቡ ክፍውሶ ደልዩ ኣሎ። እግዚኣብሔር ዝተመስገነ ይኹን። ናይ ንግሆ ኣዝዩ ጽቡቕ ዝኾነ ግዜ እዩ ነይሩና። ብዙሓት ሰባት ልቦም ዝተጎድኡ፣ ልቦም ዝተሰብሩ፣ ብጓሂ ዝተታሕዙ ኣምላኽ ረሊዝ ገይርዎም እዩ። ኣነ ድማ እብለኩም ኣለኹ እንተ ናይ ብሓቂ ተቐባቢልኩሞሲ ሕጅም ህያው ይንሱ እግዚኣብሔር ዝተመስገነ ይኹን። እንንስሓሉ ምኽንያት ነጊሩና ኣሎ። ፍርዲ ተወሲኑ ኣሎ ኢሉና ኣሎ። ድማ ነቲ መስቀል ዝሰዓሮ ሓጢኣትሲ እንተ ደኣ የብለይን ኢልና ንክሕድ ኣለና ኮይንና ኣብ ስጋናሲ ንሕና ፍጹማን ጌርና እንድሕር ንሓስብ ኣለና ኮይንናስ ከምቲ መልእኽቲ ጳውሎስ ዮሃንስ ዝነገረናስ እንታይ ንገብር ኣለና ገዛእ ርስና ኢና ንጠብር ዘለና እግዚኣብሔር ዝተመስገነ ይኹን ወሲኸ ንምንታይ ኢና ናብኡ ንምለስ? ዩኤል ምዕራፍ ክልተ ክደግመልኩም እሞ ዩኤል ምዕራፍ ክልተ ቁፅሪ ዓሰርተ ሰለስተ ንምንታይ ኢና ናብኡ ንምለስ? ውስኽ ኣቢለ ቃል ክበኩም ኣብ ዩኤል ምዕራፍ ክልተ ቁፅሪ ዓሰርተ ሰለስተ ዘሎ ረእይዎ እሞ ከምዚ ይብለና ቢኤል ምዕራፍ ክልተ ቁፅሪ ዓሰርተ ሰለስተ ከምዚ ዝብል ቃል ኣሎ ንሱ ንኹራ ደንጓይ ብሳህሊ ከዓ ሙሉእ ብእከይ ድማ ተጣዕሳይ ርሕሩሕን መሓርን እዩ እሞ፣ ክዳንኩም ኣይኰነን፣ ልብኹም ደኣ ቕደዱ፣ ናብ እግዚኣብሄር ኣምላኽኩም እውን ተመለሱ። ክዳንኩም ኣይኰነን። እንታይ ደኣ ግበሩ? ንሶም መቸም ኣብ ብሉይ ኪዳን ትዝክሩ ኢኹም፣ ገለ እንተዀይኑ ክዳኖም ይቐዱ። ከምኡ ኣይኰነን፣ ልቢ እዩ ክቕደድ ዘለዎ። ናብ ኣምላኽ ኢኻ ክትምለስ ዘለካ። ክዳን ቀዲድካ በቲ ክዳን ገዚእካ እንተመለስካስ እንታይ ዋጋ ኣለዎ? ብፍላይ ኣብ ባህልና ከኣሞ ከምኡ ኣሎ ምሽ ከምዚ ናይ እስራኤል ባህሊ ስለ ንኽተል ገሊኦም ፀጉሮም ይነፅዩ፣ ገሊኦም ክዳኖም ይቐዱ። ብሩኻት ልቢ እዩ ክቕደድ ዘለዎ። ኣብ ቅድሚ እግዚኣብሔር ሲ ልቢ እዩ ክመፅእ ዘለዎ። ናብ ኣምላኽ ኢኻ ክትምለስ ዘለካ። እዚ ብኸምዚ ኢኻ ትንሳሕ ዘለካ። እየ ዝብል ዘለኹ እግዚኣብሔር ዝተመስገነ ይኹን ኣሜን ዶ በዚ ኢና ናብ ኣምላኽ ክንመለስ ዘድልየና እየ ዝብል ዘለኹ እሞ ናብኡ ክንምለስ እንተ ደኣ ኮይንናሲ ከመይ ኢና ክንንሳሕ ዘለና ከመይ ኢና ክንገብር ዘለና ንዝብል ገለ ነጥብታት እንዳሃብኩኹም ክኸይድ እየ እግዚኣብሔር ይመስገን መጀመርታ ሓጢኣትና ክንፈልጦ ኣለና መዝሙር ዳዊት ምዕራፍ ሓምሳን ሓደን ቁፅሪ ሰለስተ ከምዚ ይብል ንሓጢኣተይስ እንታይ ገበርኩኻ ብሎ ኣፍለጥኩኻ ሓጢኣትና ንሓጢኣተይ እባ እንታይ ይገብር እየ ብሎ ይፈልጥ እየ ከነንብባ ኢና ተቃል ክንፈልጦ ኣለና መጀመርታ ሓጢኣትና መዝሙር ዳዊት ሓምሳን ሓደን ቁፅሪ ሰለስተ ኣነ ኣበሳይ እፈልጥ ኣለኹ እሞ ሓጢኣተይ ኩሉ ግዜ ኣብ ቅድመይ እዩ። ንዳዊት ኩሉ ግዜስ ኣበስኡ ሓጢኣቱ ስለ ዝፈልጦ ኩሉ ግዜስ እንታይ እዩ ዝገብሮ? ኣብዚኣ ከኣ በዲለ ኣለኹ ኣብ ቅድሚ ዓይኑ እዩ ኩሉ ግዜ። ስለዚ መጀመርታ ንሓጢኣትና እንታይ ክንገብር ኣለና? ነቲ ዝበደልናዮ በደል ክርድኣና ክንፈልጦ ኣለና። ምሳይ ደለኹም ክንፈልጦ ኣለና። ካልኣይ እቲ ዝተበደለ ኣምላኽ ተበዲሉ እንተኾይኑ ቃሉ ተዓሚፁ እንተኾይኑ ድማ ክንጉህ ኣለና ከጉሄና ኣለዎ ሓጢኣት እንታይ ክገብረና ኣለዎ እንታይ ክገብረና ኣለዎ ከጉሄና ኣለዎ እምበር ሓጢእካ ዘይትጉህ እንተኾይንካስ ገና እንታይ ኮንካን ዘለኻ ናይ ብሓቂ ሪል ዝኾነ ጣዕሳስ ኣብ ምሽ- ኣብ ውሽጥኻስ እንታይ የገብርን እዩ ዘሎ ኣይመፅን እዩ ዘሎ ስለዚ ኮጉሄና ክኽእል ኣለዎ እቲ ሓጢኣት እቲ ተፈፂሙ ዘሎ ሓጢኣት ሲ ኮጉሄና ኣለዎ መዝሙር 38 18 ከምዚ ይብለና በደለይ እናዘዝ ኣለኹ እሞ ብሓጢኣተይ እጉህ ኣለኹ ገለገለ ሰባት ሓጢኣት ፈፂሞም እኮ ግዲ ዘይብሎም ሰባት ኣለዉ ምሽ ገለ ከም ዘይተገብረ ብሩኻት ሓጢኣት እንድሕር ተፈፂሙ ሲ ክትጉህ ኣለካ እምበር ሓውኻ ተቐይሙልካ እንዳሃለወ እንዳረኣኻ ሲ እንድሕር ምንም ከም ዘይተፈጥረ ትኸይድ ኣለኻ ኮንካ ሲ እንታይ ይበሃል እዚ ክትጉህ እምበር ኣለካ ሓወይ ጎዲኤዮ ሓፍተይ ጎዲኤያ ኣዕንቂፈዮ ምዕንቅፋት ኮይነ ጽቡቕ ኣብነት ኣይኮንኩን ኢልካስ ክትጉህ ኣለካ እምበር ስለዚ ከጉሄና ክኽእል ኣለዎ ካልኣይ ሳልሳይ ድማ ወላ ብ ቆሮንጦስ እንድሕር ርኢኹሞ ድማ ካልኣይ ቆሮንጦስ ሸውዓተ ዓሰርተስ ጓሂ ከም ፍቓድ ኣምላኽሲ ዘይትጣዕሰሉ ንስሓ የምጽእልዎ ምሽ ስለዚ ከም ፍቃድ ኣምላኽ ስም ሓጢኣትሲ ክንጉሄሉ እዩ ዘለና እየ ዝብል ዘለኹ እግዚኣብሔር ዝተመስገነ ይኹን ሳልሳይ ካብኡ ድማ ነቲ ሓጢኣት ድማ ክንእመን ድማ ኣለና በደልና ሕጂ ንሕና ንምእማን ይኸብደና እዩ ምሽ ከምዚ ጌርካ ዶ ንድሕር ተባሂልካ ሲ ኣነ ኮንኩን ወይ ከምዚ ብፍላይ ኣብ ደቅና ንድሕር ኢኹሞ ኦብየስ ዝኾነስ ተፈፂሙ ከሎ ኮይ ሕጂ ደቀይ በቃ ገለ ግብር እንድሕር ብለን መን እዩ ከምዚ ገይሩ ተለ ኣምኖት ሚ ኢዚ እዩ በቃ ኣብቲ ኣፈንሲ ቀልጢፋ ትመፅኣለንሲ ንኽእመን ሰብሲ ወላ ዓበይቲ ኮይና ከምኡ ንኸውን ንሕና ይገበርና ኣነ ይኮንኩን እነኖ ኣነ ይኮንኩን ናብ ካልእ ኢና ክነሳብቦ ዘይግብኣና ናእዳ እዩ ዝሕጉሰና ዝግብኣና ነቐፋ ግን ከምኡ ግን ክኸውን የብሉን ክንእመን ኣለና ኤርምያስ ምዕራፍ 3 ቁፅሪ 13 ከምዚ ይብል ተኣመኒ ዝብል ቃል ኣሎ ነንብቦ ዶ ኤርምያስ 3 ቁፅሪ 13 ክንእመን ኣለና እምበኣርስከ ንእግዚኣብሔር ኣምላኽኪ ከም ዝጠለምኪ ኣብ ትሕቲ ኩሉ ልሙዕ ኣእዋም ኣብቶም ጓኖት ኣማልኽቲ ኣብዝን ኣብትን ጸፋዕፋዕ ከም ዝበልኪ ቃለይ እውን ከም ዘይሰማዕኩም ኣበሳኺ ተኣመኒ ይብል እግዚኣብሔር። ክንእመን ኣለና። እንተ በዲልካሲ ንሰብ ኣይኮንካን በዲልካ ንዓይ እኮ ኣይኮንኩምን በዲልኩምን እንተበዲለስ እወ ኣምላኽ በዲለዮ ንተኣምን በደልና ፈውሲ ክንረክብ ምሽ ከምኡ ኢሉ ኣሎ ቃል እግዚኣብሔር እዚ ብስመይ እተሰሚ ህዝበይ ትሕት እንተበለ ገፀይ ከዓ እንተደለየ ካብ ክፉእ መንገዱ ድማ እንተተመልሰ ኣነ ሽዑ እንታይ ክገብር እየ? እንታይ ክገብር እየ? ክሰምዕ እየ። ልክዕ እዚኣ ምስ በለስ ምድሮም ክፍውሰሎም እዩ። ነዚ ኣብዚ ዝጽለ ጸሎት ድማስ ተዛነይሲ ጽን ክብሎ እየ። ኣሕዋተይ ፈውሲ ክመጻካ እንተኾይኑሲ ክትእመን ኣለካ ትሕት ኢልካ እወ ኣምላኸይ በዲለዮ እየ ዳዊት ዘሐጉሰካ ኣብ ሂወቱ ከምኡ እዩ ኮይኑ ምሽ ናታን ነቢ ናታን ምስ መጾስ ኣነ ኢሉ ንእግዚኣብሄር በደልኩ ኣነ ንኣኻ በደልኩ ኢልዎ ንእግዚኣብሄር የስ በዲለ እግዚኣብሄር ስለዚ ክንእመን ኣለና ኣምላኽ ይደግፈና ዶ ኢየሱስ ክርስቶስ ጎይታ እዩ ድማ ንኣምላኽ ንንገሮ። መዝሙር ዳዊት ሰላሳን ክልተን ቁጽሪ ሓሙሽተ ዘሎ ከምዚ ይብል ንንገሮ ንኣምላኽ ንመን ንንገሮ? ንእግዚኣብሔር ንንገሮ። ንሱ እንታይ ስለ ዝኾነ? መሓሪ ስለ ዝኾነ። ርሕሩሕ ስለ ዝኾነ እዩ። ንሱ ኢሉና ምሹኤል ክልተ ዓሰርተ ሰለስተ ንኹራ ደንጓይ እዩ። ንሱ መሓሪ እዩ። ንሱ ርሕሩሕ እዩ። እስኪ መሓሪ ኢኻ እግዚኣብሄር በልዎ እስኪ እዳኩም ኣልዒልኩም እግዚኣብሄር መሓሪ ኣምላኽ ስለ ዝኾነ ንገርዎ። መዝሙር ሰላሳን ክልተን ቁፅሪ ሓሙሽተ ሓጢኣተይ ኣፍለጥኩኻ ይብል በደለይ እውን ኣይሰወርኩን ንእግዚኣብሔር ኣበሳይ ክናዘዘሉ እየ በልኩ ንስኻ እውን እከይ ሓጢኣተይ ይቕረ በልካለይ ንገርዎ ንኣምላኽ እንታይ ግበርዎ ንገርዎ ኣነ በዚኣ ንኣኻ በደልኩኻ እግዚኣብሔር የፍልጠካ ኣለኹ እግዚኣብሄር በልዎ። ንሱ ንኹራ ደንጓይ እዩ። ኣሕዋተይ ንሱ መሓሪ ኣምላኽ እዩ፣ ክምሕረካ እዩ። ካብቲ ጸቂጡ እኳ ዘሎ ነገርሲ ከተሰኣካ ከውጻካ እዩ እግዚኣብሄር። ይኽእለሉ እዩ ከመይ ገይሩ ንልብኻ ዘይት የፍስሰሉ ከመይ ገይሩ ይድብሰካ ፈልጠሉ እዩ ከመይ ገይሩ የልዕለካ ፈልጠሉ እዩ ንሱ ንዑ ንገሮ እግዚኣብሔር ዝተመስገነ ይኹን ድማ ካብኡ ክንሓድጎ ኣለና ነቲ ሓጢኣት ክንመለስ ኣለና ምሳሌ ዕስራን ሸሞንተን ዓሰርተ ሰለስተ ከምዚ ይብለና ገበኑ ዝኽውል ኣይሰልጦን እቲ ዝናዘዘሉ እሞ ኸዓ ዝሓድጎስ ካብ እግዚኣብሔር ስምሕረት ይቕበል እዩ ይብለና እንታይ ይቕበል እንታይ እንታይ ይቕበል እንታይ ዝገበረ ንኣምላኽ ዝነገሮ ዝተናዘዘሉ እሞ ከዓ እንታይ ዝገበሮ ዝተመልሰ ዝሓደጎ በቃ ሕጂ ካብዚ ኣኽለኒ ዝበለ ሰብ ኣምላኽ ነዚ ሰብ እዚ ብምሕረት እዩ ዝፀባበዮ ንሱ ርሕሩሕ ስለ ዝኾነ እዩ ንሱ ብምሕረት እዩ ዝፅበየካ ሓወይ ሓፍተይ ኣይትፅቐጥ ኣይትድከም ዝሕዘካ ድኻም እንተሎ ሕቡእ በቃ ሰብ ዘይፈለጠልካ ንበይንኻ ግን ዝሳቕየካ ኣምላኽ ሎም እብለካ ኣሎ ኣነ ርሕሩሕ እየ እብለካ ኣሎ እግዚኣብሄር እብለካ ኣሎ ኣነ መሓሪ እየ እብለካ ኣሎ ጓለይ መሓሪ እየ ኣነ እብለክ ኣሎ ወደይ መሓሪ እየ እብለካ ኣሎ እግዚኣብሄር እሱ ርሕሩሕ እዩ ኢልዎ ቃል እግዚኣብሄር ንሱ መሓሪ ኣምላኽ እዩ ስለዚ ካብኡ ክንሓድጎ ኣለና ክንእዘዝ ኣለና እዚ ጌርና ኢና ናብ ምእዛዝ ንኣቱ ሽዑ ምስ ሓደግናዮ ናብ ኣምላኽ ተመሊስናስ ንኣምላኽ ድማ ክንእዘዞ ክንውስን ክንእዘዞ ኣለና። እግዚኣብሔር ይመስገን ንተኣዘዞ ንኣምላኽ ድሕርኡ እግዚኣብሔር ይባረኽ። ቃል እግዚኣብሔር ከምዚ ይብለና ብዙሕ ጥቕስታት ከነብል ኢና ግን ሮሜ ሽዱሽተ ከምዚ ይብለና እምበኣርሲ እንታይ ክንብል ኢና ጸጋ ምእንቲ ክዓዘሲ ኣብ ሓጢኣት ዶ ንጽናዕ ምስ በለስ ያ ኣይፋልናን ንሕና ካብ ሓጢኣት ዝሞትና ከመይ ኢልና ሕጂ ኣብኡ ክንነብር ከመይ ኢልና ኣብኡ ክንነብር ማለት ንዑ ኢና ክንእዘዝ ካብ ሕጂ ማለት እዩ እግዚኣብሔር ይመስገን ድማ ዝገርመኩም እግዚኣብሔር ይፈልጥ እዩ ድኻምና ይፈልጥ እዩ ናትና ኩነታት ይርዳእ እዩ መዝሙር ዳዊት ምእትን ሰለስተን ከምዚ ዝብል ቃል ኣለና ክነንብቦ ኢና ዳዊት መዝሙር ዳዊት ምእትን ክንደይ ንለኩም ሚእትን ሰለስተን ከምዚ ዝብል ቃል ኣሎ ቁፅሪ ዓሰርተ ከም መጠን ሓጢኣትና ኣይገበረናን ከም መጠን ኣበሳና ድማ ኣይፈድየናን እዩ ሰማይ ካብ ምድሪ ልዕል ከም ዝብል ከምኡ ምሕረቱ ናብቶም ዝፈርህዎ ይስልጥን ምብራቕ ካብ ምዕራብ ከም ዝርሕቕ ከምኡን ኣበሳና ካባና ኣርሓቆ ምስ በለ ከምቲ ወላዲ ንወለዱ ዝርሕርሓሎም፣ ከምኡ እግዚኣብሄር ንዝፈርህዎ ይርሕርሓሎም እዩ ምስ በለ፣ ፍጥረትና ይፈልጥ ይብል ቁጽሪ ዓሰርተ ኣርባዕተ። ፍጥረትና ይፈልጥ እዩ እሞ ሓመድ ምዃንና ይዝክር እዩ። ይዝክር እዩ። ፍጥረትካ ፈልጥ እዩ። ሓመድ ምዃንካ ፈልጥ እዩ። ትወድቕ ምዃንካ ፈልጥ እዩ። ንወድቕ ምዃንና ይፈልጥ እዩ። በዚ ኢና ናብኡ ክንምለስ ዘድልየና ስለ ዝርድኣልና ድኻምና ዝርድኦ ስለ ዝኾነ እግዚኣብሔር ዝተመስገነ ይኹን። ኣሜን ዶ እሞ ተነሲሕና ሲ ከመይ ኢና ደኣ እሞ መሊስና እንተወደቕና ከዓ እንታይ ኢና ክንገብር ይረሕ- ይርድኣልካ እዩ ይርሕርሓልካ እዩ ይድንግፀልካ እዩ ርሕሩሕ እዩ ንሱ መሓሪ እዩ ንሱ ከም ብዝሒ ኣበሳኻ ኣይኮነን ዝኸደካ ግን ቃል እግዚኣብሄር ክነግረና ከሎ ምሳሌ 24 ኣርባዕተን ቁፅሪ ዓሰርተ ሽዱሽተ ሲ ጻድቕ ሲ ይብለና ሸውዓተ ግዜ ይወድቕ እሞ ይትስእ ረሲከ ረሲከ እንታይ ይገብሩ ረሲኣን ግና ይጸድፉ ኢልዎም ኣለዉ ንስኻ ትወድቕ ኢኻ ስለዚ ስለ ዝወደቃ ትትስእ ኢኻ ረሲእ ግን ሸታሕታሕታሕታሕታሕታሕ እንዳበለ ስለ ዝጸድፍ ኣይምለስን እዩ እቲ ዝኸፍአ ነገር ዘይምንስሳሕ ሱቕ ኢልካ ሓጢኣት ጥዑም ጥዒሙካ ምንም በቃ ልብኻ እንዳትረርካ ክትከይድ ከለኻ ግን እንታይ እንዳኾንካ ኢኻ ትኸይድ መሲልኩም ከምቶም ንረሲኣን ዝተባህለሎም እንዳጸደፍካ ድማ ሰይጣን ከዓ ንኸጽድፈካ ቀረባ እዩ ኩሉ ግዜ እዩ ሬድ ዝኸውን ዝክሩ ይኹም ሽን ጎይታ የሱስ ክርስቶስ ብገርሁ ቦቲ ገምገም ናይ ዓዶም ዘሎ ክስታይ መፅ እንተበለስ ሕጂ ብዚኣ ዳ እንኳዕ መፀ እምበር በዚኣ ኢና ሽለው ክነብሎ ኢሎምስ መፅኦም ከፅድፍዎ ንየሱስ ሰይጣን ኩሉ ግዜ ከፅድፈካ ኩሉ ግዜ ኢኹም ዝደሊ ምክንያት የሱስ ኣይጸደፈን ንስኻም ኣይትጸድፍን ኢኻ ኣሜን ዶ ጎይታኻ እሙን እዩ ኣጆኻ ኣይትጸድፍን ኢኻ እንታይ ደኣ ክትገብር ኣለካ ተስእ እምበር ኣቲ ጸላኢተ ኢሎም ምሽ ዘሚሮም ኣሉ እንተ ወደቁስ እንታይ ክገብር እየ እንታይ ክገብር እየ ወክትስእ ክትስእ ኢኻ እምበር እስኪ ክትስኤ በሉ እስኪ ኣነ ክትስኤ ብፍላይ እዚ ቅንያት እዚ እሞ ምስ ኣምላኸይ ክትስኤ በቃ እንዳፀደፍካ ይትኸይንኻ እቲኦም እንታይ ኢልዎም ኣሎ ምሳሌ 24 16 እቶም ረሲያ እንታይ ገብሩ ይፀድፉ ኢልዎም እኮ በቃ ይኸዱ ንስኻ ኸ በቃ ትወድቕ ወዲቃ ስለ ዘለኻ ብድድ ዘይሕጅስ ምሕረትካ እየ ጎይታ ረዲእካኒ ኢኻ እዝም ናትካ ሓይሊ እዩ እዚ ናትካ ፀጋ እዩ እዝም ምሕረትካ እዩ ትብል ማለት እዩ ደው ኢልካስ ክብሪ ንኣምላኽ ትህብ ብክንደይ ውድቀት እኳ ኢኻ ትሓልፍ ብክንደይ ድኻም ትሓልፍ ኢብን ሕጂ ብዚ ካልጋሪ ከለካ እኳስ ብብዙሕ ነገር ትሓልፍ ህዝቢ ኢኻ ከምቲ ዝበልኩኹም እዚ ህዝቢ እዚ ብብዙሕ ነገር ዝሓልፍ ኢለኩምሽ ብብዙሕ ሓሳብ ትሓልፍ ሰሙን ሙሉእ ወርሒ ሙሉእ ብብዙሕ ነገር ብክንደይ ናይ ሽግር ብክንደይ ናይ ስራሕ ድኸም ብክንደይ ሕቶ ብክንደይ ጭንቀት ብክንደይ ትሮማ ብክንደይ ብብዙሕ ነገር እኳ ኢኻ እንዳወደቅካ እንዳተሳእካ ግን መፂኻ ከዓ ሰንበት ከዓ እዋይ ምሕረትካ እኳ እዩ ሕጂ ከዓ ትብል እወ ፃድቅ ከምኡ እዩ ብሩኻት እንዳተሳእካ እንዳተመለስካ ክብሪ ንስሙ ይኹን በዚ ኢኻ ትነብር በዚ ኢኻ እንዳተበልካ ትኸይድ እየ ዝብለኩም ዘለኹ እግዚኣብሄር ዝተመስገነ ይኹን እሞ መኣስ ኢናኸ ክንሳሕ ዘለና ኩሉ ግዜ ኣነ ዝገርመኒ ቃል ኣሎ ምሽ ሓወይ እንተበደለኒ ሲ ኢሉ ናብ የሱስ ምሽ ክንደይ ሳዕሲ ክሓድገሉ እየ ዘገርም ሕቶ ምሽ ምስ በደሎ እኳ ከይከውን ዝሓቶ ሲ እንተበደለኒ ምድላዋት ጌሩ ኣነኸ ናተይ ገደብሲ ክሳዕ ክንደይ እዩ ክሳዕ ክንደይ እቲ ንስሓ ክሳዕ ክንደይ እቲ ምሕረት ክሳዕ ክንደይ እዩ ክኸዶ ዘለኒሲ ናተይ ክስታይስ ሊሚተይ ክፈልጥ ኣለኒ ክሳዕ ክንደይ ኢሉ ክሳብ ሸውዓተ ዶ ኢልዎ ሊሚት ገይሩ ክስታይ ገይሩሉ ንጎይታ ኖኖ ኢልዎ ጎይታ ከዓ ክሳብ ሸውዓተ ይብለካኒ ኢልዎ እንታይ ደኣ ክሳብ ክንደይ ኢልዎ ሰብዓ ሰብዓ ግዜ ሸውዓተ which means ክትደክም ኣለካ ምሕረት ክትገብር ክትደክም ኣለካ ክትንሳሕ ክትምለስ በቃ ክሳዕ መወዳእታ የሱስ ክርስቶስ ጎይታ እዩ ድማ ኩሉ ግዜ ንስሓ ምስ ምሕረት እዩ ዘተሓሕዞ ድሕር ደኣ ምሕረት ጌርካ ንሓውኻስ ኣምላኽ ድማ እንታይ እዩ ዝገብር ምምላስካ ቅበሎ ንስሓኻ ቅበሎ ጸሎትካ ቅበሎ ኩሉ ነገርካስ ይቕበሎ ድማ ናይ ሓጢኣት ክፉእ ነገር እኮ ጸሎትካ እዩ ዝዓግት ብሎክ ክገብር ኣብ መንጎኻ መንጎ ኣምላኽ ኣቱ ከምዚ ናይ ብሉይ ኪዳን ዝበለና ምሽ ኣብ እሳያስ 59 ቁፅሪ ክልተ ሕጂ እኮ ጎይታ የሱስ ክርስቶስ ኣብ ማእከል ኣትዩልና ከሎ ሓጢኣት እንድሕር ምንስሓ ኣቢና እኮ መን ኣብ ማእከል ንገብር ኣለና ማለት እኮ እዩ ጎይታ ምስ ሓጢኣት መቸም ክስታይ የብሉን ጎይታ ውፂኻስ ሓጢኣት ኣብ ማእከል ጌርካ ትነብር ማለት እዩ እስኪ ማእከላይ ንስኻ በይንኻ እኻ እስኪ በልዎ ጎይታ ማእከላይ በይንኻ ንስኻ ጥራሕ ኢኻ ኣብ መንጎ ኣምላኽን ኣብ መንጎ ሰብን ማእከላይ ዝኣቶኻስ ጎይታ በይንኻ ኢኻ እስኪ በልዎ በቃ ብብዙሕ ፀጋ ተዓዲልካ ከለኻ ናይ ፀጋ ዘመን ከሎ ኣብዚ ዘመን እዚ ድሕሪ ደኣ ብዓወት ዘይወፂእካ እንዳተነሳሕካ እንዳሰገርካ እንተዘይከድካ ሲ ከም ደስ ዝበለካ ክትነብር እንተጀሚርካ ሲ ኣሕዋተይ ዘመኑ ክፉእ እዩ ዘመኑ ክፉእ እዩ እቲ ዝኸውን ክኸውን እዩ ጎይታ ንሓጢኣት ኣብ መስቀል ፈሪድዎ ኣሎ ንዓይን ንዓኻትኩምን ወላ ድሒንና ከለና ስጋ ግን እንታይ ግብረና እዩ ኣይትኸይድን ኢኻ የድልየካ እዩ እዚ ፀሊ ብለካ ድዩ ፆም ፀሎት ንውሰድ ብለካ ድዩ ገዛእ ርስኹም ንረእይዋ ኣይመፃኩምን መግቢ ምፅ ኢሉ ሕልፍ ኣይብልን በቲ ቅድምኹም ፆም ፀሎትን ወይ ማይ ስተ በዚ እዚኣ እንዳላ እዚኣ ንሽቶ እያ ኣይብለኩምን ስጋ ክፉእ እዩ በዲልካ ከም ዘይበደልካ ሓጢኣት ጌርካ ከም ዘይገበርካ ወረ ምቾት እዩ ዝመስሎ በቃ ኮንፈርት እዩ ዘሎ እዩ ዝመስሎ ንስሓ የድሊ ደው ምባል የድሊ እዩ ህድእ ኢልካ ንኣምላኽ ምምላስ ናብ ኣምላኽካ የድሊ እዩ ክንመለስ ክንክእል ኣለና እየ ዝብል ዘለኹ እግዚኣብሄር ዝተመስገነ ይኹን ንሱ እንታይ ስለ ዝኾነ መሓሪ ስለ ዝኾነ